ሰላም ሰላም ዝኸበርኩም ተኸታተልቲ ሜሮን ሳት ንሎማዓንቲ ድማ ከምቲ ልሙድ ኣብ ህልው ኩነታት ዘተኮረ ገለ ኣርእስታት ሒዘ መፅ ኣለኹ ማለት እዩ ብመጀመርያ እቲ ቀዳማይ ናይ ሎማዓንቲ ኣርእስትና ሰለስተ ዓበይቲ ኣጋጢሞም ዘለዉ ኩነታት ብኦም ኢና ክንዛረብ እቲ ናይ መጀመርያ ብዛዕባ እቲ ቫንስ ወይ ከዓ ጄድ ቫይንስ ገለ ዝበሃል ናይ ኣሜሪካ ኣማኻሪ ዶናልድ ትራምፕ ወይ ከዓ ኣብቲ ኣድሚኒስትሬሽን ናይ ትራምፕ ካብቶም ጽቡቅ ፖዚሽን ዘለዎም መንእሰያት ዝበሃሉ ዝሃቦ መግለጺ ክንሰሚዕ ኢና መጀመርታ ንዕኡ ዘለዎ ምልክታትን ሳዕቤናትን ርኢና ድማ ብምቕጻል ድማ ኣሜሪካ ኣውጽኣቶ ዘላ ሓድሽ ወይ ዶናልድ ትራምፕ ፈሪሙሉ ዘሎ ሓድሽ ግዴታ

ኦኬ ከምዚ ሰሚዕኩሞ ዘለኹም ኣብ ኣሜሪካ ፕረዚደንት ዶናልድ ትራምፕ ፈሪሙሉ ዘሎ እንታይ እዩ እዚ ግዴታ ወይ ከዓ ኣውቶማቲካሊ ነብሲ ወከፍ ካብ 18 ክሳብ 25 ዓመት ዘለዎ ኣብ ኣሜሪካ ዝነብር ዜጋ ኣስተውዕሉ ኣብ ኣሜሪካ ወን ዊ ሰይ ኣብ ናይ ሚሊተሪ ጉዳይ ዜጋ ጥራሕ ኣይኮነን ዋላ ፐርማነንት ረዚደንስ ዘለዎ ኣብቲ ዓዲ ዝቕመጥ ስደተኛ ኮይኑስ ወረቐት ዘለዎ ገለ ሲቲዘንሽፕ ዋላ ዘይብሉ ኣብዚ ሕጊ እዚ ኣውቶማቲካሊ እትው እዩ ማለት እዩ ቅድሚ ሕጂ መንእስያት ናብ ብወለንትኦም ብምኻድ እዮም ነቲ ዝመልእዎ ነይሮም ነቲ ቅጥዕታት ማለት እዩ ሕጂ ግን እንታይ እዩ ኣውቶማቲካሊ ከብሉ እዮም ማለት እዩ። እዚ ድማ ድሕሪ ከምቲ ዝሰማዕኩሞ ድሕሪ ኩናት ቬትናም ንመጀመርያ ግዜ ዘጋጥም ዘሎ እዩ። ብድሕሪኡ ኣጋጢሙ ይፈልጥን እዩ ማለት እዩ። እዚ ድማ ናይ ምንታይ ፍርሒ ዘበገሶ እዩ እንተልና እቲ ምስ ሩስያን ቻይናን ክህሉ ዝኽእል ኩናት ኣብ ግምት ብምእታው ዶናልድ ትራምፕ ወሲድዎ ዘሎ ስጉምቲ እዩ ማለት እዩ። እዚ ድማ ዘርእየካ ምናልባት ተኽእሎታት ኩናት ከም ዘሎ እዩ ማለት እዩ። እቲ ድሒርና ንመፅኦ ናይ ቻይና ኩነታት እውን ነዚ ዘመላኽት እዩ። ስለዚ ምናልባት እውን ደሓን ካብ ድሒርና ንመፅኦ ምስ ተታሒዙ ስለ ዝኸይድ ክንምልኦ ንኽእል ኢና ኣብዚ ግዜ እዚ ኣሜሪካ ንሆርሙዝ ትቆፃፀሮ ኣላ ዓፅያቶ ኣላ እዚ ማለት ድማ ልኡላዊ ግዝኣት ኢራን ጥሒሳ ኣላ ማለት እዩ መጀመርያ ብምቕፃል ድማ ከም ቻይና ዝኣመሰላ ሃገራት ክስታይ ክትገብረን እያ ማለት እዩ ክትዓፅዎን እያ ማለት እዩ ሕጂ ብዚ እንታይ እዩ ዝብል ዘሎ እንታይ እዩ ከጋጥም ዝኽእል ኢልና ቀዳማይ ቻይና ዝበዝሕ ናታ ተመርኳስነት ኣብ ሚድል ኢስት ብዝመፅእ ብሚድል ኢስተርን ብዝመፅእ ኦይል እዩ ማለት እዩ እዚ ማለት ድማ ከባቢ 70 ፐርሰንት ናይ ቻይና ጠለብ ነዳዲ በዚ እዩ ዝሓልፍ ማለት እዩ እዚ ማለት ድማ ካብ ስዑዲ ዓረብ ካብ ኢራን ኩዌት ዒራቅ ዩናይትድ እዚ መን ኢካ ትብሎ ዩናይትድ ዓራብ ኢመረት ቀጠር ገለመለ 4 50 ፐርሰንት ናይ ነዳዲ በዚ ናይ ሆርሙዝ መንገዲ እዩ ዝሓልፍ ማለት እዩ። እዚ ድማ ኣሜሪካ እንተ መራኽብ ብኡ ከይሓልፋ ከልኪላ እሞ ኸኣ ንናይ ቻይና መራኽብ ክትክልክለን እንተ ጀሚራ ናብ ሳልሳይ ውግእ ዓለም ገጽና ንቀራረብ ኣለና ማለት እዩ። ምክንያቱ ቻይና ልክዕ እዩ ብዙሕ ኣልተርናቲቭ ኣለዋ ከም ተካኢ ኢላ ትገልጾ ኩሉ ግዜ ናይ በዓል ማይንማር ኣሎ ብማይንማር ገይሩ ቻይና ማይንማር ጋዝ ፓይፕላይንስ ኣሎ ብኢንድያን ኦሽያን ገይሩ ዝሓልፍ ማለት እዩ ኢስት ሳይበርያ ፓስፊክ ኦሽያን ገይሩ ዝመፅእ ኣሎ ካብ ሩስያ ማለት እዩ ካዛኪስታን ቻይና ኦይል ፓይፕላይን ኣሎ እዚ ግን ነቲ ናይቲ ዓዲ ጠለባት ከማልእ ኣይክእልን እዩ ስለዚ እዚ እንታይ ክመፅ እዩ ማለት እዩ ካብ በዓል ሩስያ ገለት ጠለባት ክውስኽ እዩ ግን እዚ እውን እኹል ኣይክኸውንን ስለዚ እዚ ኢምፓክት እዚ ድማ ንቻይና ጥራሕ ዘይኮነ ብዙሓት ፋብሪካታት ኣብ ቻይና ተተጎዲኤን ብዙሓት ብዙሕ ሰደድ ጠለብ ድማ ኣብ ኤሮጳ ድማ ብዙሕ ሰደድ ክኸብር እዩ ማለት እዩ ስለዚ ንዓለም ናብ ቅልውላው ዘኦቱ ነገር ክኸውን እዩ ምናልባት እውን ናብ ካልኣይ ናብ ሳልሳይ ኩናት ዓለም እውን ክመርሓና ተኽእሎ ኣሎ ዶናልድ ትራምፕ ኣብ ኢራን ተቆፃፂሩ ሕጂ እውን እቲ ናይ ኦይል ቀንዲ ናይ ሆርሙዝ እንድሕር ኣብ ትሕቲ ሙሉእ ቁፅፅር ከተእትዎ ደልያ ኣሜሪካ ልክዕ ከምዚ ናይ ቬንዙዌላ ዝገበረቶ ሳዕቤኑ ከቢድ ክኸውን እዩ ማለት እዩ። ከም በዓል ቻይናን ካልኦት ዝኣመሰላ ሃገራትን ምስ ኣሜሪካ ዘይተሰማምዓ ኣብኡ ክዕጸዋን ብኡ ክዕገታን ይኽእላ ማለት እዩ። እዚ ድማ ኣዝዩ ኣዝዩ ሓደገኛ ዝኾነ ጸወታ እዩ። ናብ ሳልሳይ ኲናት ዓለም ድማ ክመርሐና ይኽእል እዩ ማለት እዩ። እዚ ከይኮነ ኣይተርፍን እውን ዶናልድ ትራምፕ ኣውጺእዎ ዘሎ እዚ ኣውቶማቲካሊ ንዝኾነ ኣብ ኣሜሪካ ዝነብር ብፍላይ ረዚደንስ ፐርማነንት ረዚደንስ ዘለዎ ገለመለ ማለት እዩ ሲትዘንሽፕ ዘለዎ ዋትኤቨር ኩሉ ኣብቲ ናይ ውትድርና ኣውቶማቲክ ሬጅስተርድ ከም ዝኸውን ማለት እዩ ቅድሚ ሕጂ መቕጻዕቲ ገለ ኢኻ ትቕጻዕ ነርካ ኦልሞስት ኸን ክሳብ 250 ሽሕ ገለ ይመስለኒ ሕጂ ግን ኣብኡ ከሎ ኣውቶማቲክ ከም ትኸውን እዩ ዝብል ዘሎ እዚ ድማ ነቲ ምናልባት ዶናልድ ትራምፕ ንሳልሳይ ኩናት ዓለም ይዳሎ ክህሉ ይኽእል እዩ ከም ገምጋም ማለት እዩ ዋላ እኮ ብርግፅ ናብ ናይ ኒውክ ውግእ ክንኣቱ ኢና ዝብል ገምጋም እንተዘየለ ብሰዓት እዚ ማለት እዩ ብምቕጻል ካልእ ኣጋጢሙ ዘሎ ነገር ድማ ኣብ ሞንጎ ኢተልን ኣብ ሞንጎ እስራኤልን ኣጋጢሙ ዘሎ ማለት እዩ እቲ ካልኣይ ነጥቢ እዩ እዚ ድማ እንታይ እዩ ኖኖ ቅድሚ ናብዛ ናይ ኢታሊ ምኻድና ቅድሚኡ ናይ ኣሜሪካ ምክትል ኢልዎ ዘሎ ክንሰሚዕ ኢና ማለት እዩ እሱ ድማ እንታይ እዩ ሓቢርና ንስማዕ እዮም

ናይ ምምሕዳር ትራምፕ ዘለዉ ሰባት ሓደ ሓደ ግዜ ይገርመካ እዩ። ንሓደ ዓቢ ጳጳስ ንሓደ ዓቢ ከመይ ዝበለ ካህን ብዛዕባ ቴዎሎጂ ክፈልጥ ኣለዎ ገለ ታይ ዶ ሜዶ ምባል ጠቕላላ ጌጋ እዩ ማለት እዩ። ክጥንቀቕ ኣለዎ ምባል እውን ጌጋ እዩ። ምናልባት ካብኡ ቀፂሉ ናብ ጋዛ ዝነበረ ኩነታት ኣብ ዘመነ ትራምፕ እዩ ዝሓሸ ነይሩ ገለመለ ገለ እዩ ዝብል እዚ ቫንስ ብጣዕሚ ዘሕዝን እዩ ማለት እዩ እቲ ናይ ጋዛ ኩነታት ኩላትና ርኢናዮን ሰሚዕናዮና ማለት እዩ ብምቕጻል ኣብዚ ቪድዮ ዝሃቦ መብርሂታት ን ልዕሊ ኩሉ ግን ነቶም ጳጳስ ዘረባ ብምዝራቦም እቲ ሓቂ ብምዝራቦም እዩ ክገንሖም ዝፍትን ዘሎ ክጥንቀቑ ዝነግሮም ዘሎ ማለት እዩ እዚ ኸኣ እንታይ ዘርእየካ ተመራሕስ ንመራሒ ይመስል እንዲ ሓደ ሓደ ግዜ እዚ ጄዴይ ቫንስ ገለ ዝበሃል ድማ ብጣዕሚ ክዛረብ እንከሎ ኣሮጋንስ ኣለዎ ገለ ዋላ ብ ሙኒኽ ኣብ ዝተገብረ ኣኼባ መጺኡ ዝተዛረቦ ዘረባ እውን ነዞም ብምሉኦም ኤውሮጳውያን ከም ቈልዑ እንታይ ክገብሩ ከም ዘለዎም ገለ ገለ ኢዩ ክምዕዶም ፈቲኑ ማለት ኢዩ። እዚ ድማ ኣብ ግዜኡ ኣዝዩ ተኣፋፊ ኣርእስቲ ኮይኑ ነይሩ። ብሚኒስተር ጉዳያት ወጻኢ ጀርመን እውን ኣስ ፋር ኣስ ኣይ ሪመምበር መግለጺ ተዋሂቡ ነይሩ። ከመይ ንገብር ንዓና ምልከት ዝዓይነቱ ማለት ኢዩ። ስለዚ ብጣዕሚ ከምኡ ዓይነት ቅዲ ኢዩ ዝኽተል። ዳርጋ ካብዚ ማስ ሜድያ እተ ጠፊኡ ነይሩ ኢዩ። ምስ ኣይ ቲንክ ምስ ዶናልድ ትራምፕ ኣይተሰማምዐን መስለኒ ንቑሩብ ጠፊኡ ነይሩ ኢዩ። ሕጂ ግን ሃንደበት ኣብዘን ዝሓለፋ ናይ ኢራን ኩነታት ተቐልቂሉ ኣሎ ማለት እዩ ምክንያቱ ሙሉ ሙሉ ናይ ትራምፕ ደጊፉ ኣሎ ማለት እዩ ሕጂ መብዛሕትኦም ኣብ ናይ መሪሕነት ክሊ ናይ ትራምፕ ሰርክል ዘለዉ ኢነር ሰርክል ንብሎም ከም ቆልዒ ትሪት ትገብሮም መብዛሕትኦም ከዓ ነቲ ናቱ ይሰምዕሉ ኣይሰምዕሉ ኦቤ ክገብሩ ዝኽእሉ ሰባት ጥራሕ ይመልእ እዩ ዘሎ እዚ ድማ ንኣሜሪካን ንዓለምን ዝያዳ ናብ ሓደጋ ከም ዝቃላዓ ገይርዎን ዘሎ ማለት እዩ ኦከ ብምቕፃል እቲ ሳልሳይ ዘሎ ካልእ ጉዳይ ኣብ መንጎ ኢተልን ኣብ መንጎ እስራኤልን ዝነበረ ውዕል ኣብ ሓደጋ ኣትዩሎ ማለት እዩ። እዚ ድማ እዛ ሜሎኒ ትበሃል እቲ ካብ ክልተ ሽሕ ኣትሒዙ ዝተፈረመ ኣብ 2003 እውን ከብል ዝፀንሐ ኤቭሪ ፋይቭ ይርስ ኣብ ነብሲ ወከፍ ሓሙሽተ ዓመት እቲ ኣግሪመንት ይረአ እዩ ይግምገም እዚ ናይ ወታደራዊ ትሬን ምግባር ልምምድ ናይ ቴክኖሎጂ ምቅይያር፣ ናይ ሓበሬታ ካልእ ብዙሕ ነገር ዘጠቓለለ ውዕላት እዩ ነይሩ ማለት እዩ። እዚ ድማ ሜሎኒ ካት ገይራቶ ኣላ ማለት እዩ። እዛ ናይ ኢታሊ ዘላ መራሒት ምስ ን ኣሜሪካዊ ንትራምፕ እውን ኣገዳሲ ተኾይኑ እዚ ናትካ መዓስከራት ኣብ ኢታሊ ዘሎ ክትኣልዮ ኢኻ ገለ ዝዓይነቱ እውን ኢላቶ ነይራ እያ። ስለዚ እንታይ ዘርእየካ እዚ ዘመላኽቶ ነገር እንታይ እዩ ዶናልድ ትራምፕ ወይ ከዓ ምምሕዳር ኣሜሪካ ኣብ ዓለም ዘለዎ ፅልዋ ካብ መዓልቲ ናብ መዓልቲ ካብ ደቂቅ ናብ ደቂቅ ካብ ካልኢት ናብ ካልኢት እንዳ ጎደለ ይመጽእ ከም ዘሎ የርእየካ ማለት እዩ ስለዚ እዚኣ ናይ ኢታሊ መራሒት ድማ ኣዝያ ወሳኒትን ቆራጽን እያ ስለዚ ድማ ምስ እስራኤል ዝነበራ ናይ ብሰንኪ ኣብ ሊባኖን ዝተገብረ መጥቃዕትን ካልእን እቲ ስምምዕ ክስታይ ጌራቶ ማለት እዩ ካንስል ጌራቶ ኣላ ማለት እዩ እዚ ማለት ድማ ፍሮዝ ጌራቶ ጠጠው ኣቢላቶ ማለት እዩ ሕጂ እዚ ዘመላኽተካ እንታይ እዩ? እስራኤልን ኣሜሪካን ከቢድ ዝኾነ ዲፕሎማሲያዊ ተነጽሎ የጋጥመን ከም ዘሎ ብዓለምለኻዊ ደረጃ ትርእዮ ማለት እዩ። እዚ ናበይ እዩ ክወስደና ተይልና ምናልባት ምስቲ ኩሉ ሲኒያሮታት ጠቕሊልካ እንድሕር ከተንብቦ ፈቲንካ ዓለምና ዝያዳ ናብ ነውጺ ገጻ ትኸይድ ደላ ትመስል ማለት እዩ። ልክዕ እዩ ብወገን እስራኤል እዚ ብቆደሙ እውን ብዙሕ ኣብ ግብሪ ዝነበረ ስምማዕ ኣይኮነን ገለ ዝዓይነቱ እዮም ግብረ መልሲ ክህቡ ፈቲኖም ዘለዉ ወል ናይ ብሓቂ ብስምምዕ ኣይነበረ እንዲ ነይሩ ድዩ ምናልባት ንግዜን ንካልእን ዝግደፍ ክኸውን እንከሎ እቲ ስምምዕ ደው ምባሉ ግን ኣብ ዲፕሎማስያዊ ከይዲ ናይዘን ክልተ ሃገራት ምክንያቱ ንነዊሕ ዓመታት ኣብ ዝምድና ዝፀንሓ ሃገራት ምስቲ ምዃነን ስለዚ እስራኤል ዲፕሎማስያዊ ክሳራታት የጋጥማ ከም ዘሎ ክትግምግሞ ቀሊል ይመስለኒ ምናልባት ምስ ፍራንስ እውን ኣብ ዝሓለፈ እውን ኣየር ክትዓልብ ኣይትፍቀድን እያ ገለ ዝተባህለው ግምት እቲኻ ማለት እዩ ንቐፃሊ ዘርእየና እንታይ እዩ ዓለምና ከምቲ ኩሉ ግዜ ዝብለኩም ናብ ማልቲፖላር ገፃ ትኸይድ ኣላ እቲ ዩኒፖላር ከዓ ይሰዓር ኣሎ ማለት እዩ ሕጂ ኣብ መወዳእታ ኣብ መወዳእታ እቲ ኒው ወርልድ ኦርደር እቲ ሓድሽ ዓለም ለኻዊ ሕጊ ክመፅ እዩ ኣየናይ ሕጊ እዩ ክመፅእ በየናይ ሕጊ ኢና ክንምእዘን ምናልባት ከም መደብ ሒዝካ ክዝረበሉ ይከኣል እዩ ንሕጂ ዘሎ ብምሉእ ኩነታት ግን እዚ ዝረኣኹሞ እዩ ማለት እዩ ናይ ትራምፕ ንጳጳስ ምጽራፍ ኣነ የሱስ እየ ክሳብ ምባል ኬድካ ስእልታት ምዝርጋሕ ንዓለም ንስቴት ኦፍ ሆርሙዝ ዓጺኻ ንናይ ቻይና መራኽብ ብሎክ ምግባር ናይ ኢታሊ እስራኤል ዲፕሎማሲ ምቁራፅ ማሲ ገለ ውዕላት ምስራዝ ገለ ማለት እዩ ዲፕሎማሲ እኳ ተዘይበልናዮ እዚኦም ተኣፈፍቲ ስናርዮታት እዚኦም ናበዮም ክወስዱና እንተልና ዓለም ምናልባት ናብቲ ሳልሳይ ውግእ ዓለም ወይ ከዓ ሳልሳይ ኩናት ዓለም ገፃ ትገማገም ዘላ ትመስል ማለት እዩ። ሕጽረት ነዳዲ ኣሎ፣ ናይ መግቢ ክራይሲስ ከጋጥም ይኽእል እዩ። ብዙሕ ብዙሕ ስናርዮታት እዩ ዘሎ ማለት እዩ። ቀጻሊ ከምዚ እናገበርና ኣፕዴት ክንገብረኩም ኢና። ንሕጂ ግን እዚ እዩ ነይሩ እቲ መደብ። የቐንየለይ።